ሰላም ጥዕና ሃበለይ ክቡራትን ፈትዋትን ተኸታተልቲ መደብ ሳባውያን ታይምስ ለመሆን ከምቲ ልሙድ ነዚ ሰዓት እዚ ዝሓርናዮም ሓፀርትን እዋናውን ዝበልናዮም ዜናታት ሒዝናልኩም መፅናድና ንሰናይ ምክትታልኩም ንዕድመ ፈለማ ቀንዲ ቀንዲ ነጥብታቶም ናባኹም ክነብል ኣክቲቪስት ብርሃነ ገብረገርግስ ኣመልኪቱ ዝወፁ ዘለዉ ሓደገኛ ሓበሬታታት ብሰፊሑ ናባኹም ክነብል ኢና። ቦርድ መረፃ ኢትዮጵያ ኣብዚ ዓመት እዚ ኣብ ዝግበር ሃገራዊ መረፃ ኣመልኪቱ ናብ ትግራይ ዝፀሓፎ ኣዘራራብ ዝተብሃለ ደብዳቤ እውን ብሰፊሑ ናባኹም ክነብል ኢና። ኣብ ከተማ መቐለ ሓዊሱ ኣብ ብርክት ዝበሉ ከባብታት ትግራይ እውን ምንቅጥቃጥ መሬት ምግጣሙ ዝበጽሐና ሓበሬታ ክነካፍለኩም ኢና። ወይን ጋዜጣ ካብ እትምስረት ሓምሳ ዓመት ምግባራ ሓዊሱ ዝተዘርግሐ መግለጺ ዝምልከት ዝርዝር ሓበሬታ ክነስምዐኩም ኢና። ላይክ፣ ኮሜንት፣ ሸር፣ ሰብስክራይብ ምግባር ከይትዝንግዑ በብዘለኹሞ ሰናይ ጻንሒት። ሓምሳ ዓመት ወርቂ ኢዮቤል ምስረታ ጋዜጣ ወይን ጋዜጣ ወይን ወይን ሓምሳ ዓመት ኣብ ቃልስን ዓወትን ብዝብል መሪ ሓሳብ መበል ሓምሳ ዓመት ወርቂ ኢዮቤል ምስረታ እታ ጋዜጣ ንምክባር ምድላዋት ከም ዝተዛዝመ ምስንዳ እታ ጋዜጣ ወይን ጠቂሱሎ ዋና ዳይሬክተር ምስንዳ ጋዜጣ ወይን ኣይተ ተወልደ ብርሃን ተኽሉ ሎሚ ንጋዜጠኛታት ኣብ ዝሃቦ ጋዜጣዊ መግለፂ ወይን ኣብ ሓምሳ ዓመታት ሰለስተ ምዕራፋት ቃልሲ ዝተቃለሰት ልሳን ከም ዝኾነት ዝሓበረ እንትኸውን ኣብ ዕጥቃዊ ቃልሲ መለዓሊት መድረኽ መሳርሒ ቃልሲ ከምኡ እውን ልምዓት ዘሳልጥ ልኡኽ ሒዛ ብሉፅ ተመክሮታት ልምዓት ኣብ ምድጋፍ ናይ ባዕላ ኣስተዋፅኦ ከም ዝፈፀመት ገሊፁ ኣሎ። ወይን ኣብ ትግራይ ቦካሪት ጋዜጣ ከም ዝኾነትን ወርሒ ጥሪ 1968 ዓመተ ምህረት ኣብ እዋን ብረታዊ ቃልሲ ኣብ ዞባ ምብራቕ ወረዳ ሳዕስዒ ዳይማ ማውራ ኣብ ንእሽተን ጎጆ ብሓንቲ ታይፕራይተር ሓንቲ መብራህትን ሕትመትን ስራሕ ከም ዝጀመረት ኣዘኻኺሩ እዩ። ወይን ካብ እትምስረት ካብ 1972 ዓ ም ብኣቆፃፅራ ግዝ ልሳን ህወሓት ኮይና ተቓሊሳ ዘቃለሰት ከም ዝኾነት ድሕሪ ምምስራት ድምፂ ወያነ ትግራይ ድማ ምስ ደውት እናተሓጋገዘት ቃልሳ ከም ዘቐፀለት ኣይተል ተወልደ ብርሃን ወሲኹ ይጠቅስ እቶም ዋና ዳይሬክተር ወይን ኣብ መዋዕላ ኣብ 2013 ዓ ም ብኣቆፃፅራ ግዝ ንሸሞንተ ኣዋርሕ ስራሕ ኣቋሪጻ ምንባራ ድሕሪ ምሕባር ድሕሪ 21 ሰነ 2013 ዓ ም ብኣቆጻጽራ ገዝ ድማ ስሩዕ ሕትመት ከም ዝጀመረት ገሊጹ እዩ ብሄራዊ ህልውና ናይ ምርጋጽ መኸተን ምንቅስቃስ ደጀንን ግንባርን ማእኸል ዝገበረ ስራሕቲ ብምስላጥ ከምኡ እውን ኣብ ቃልሲ ድሕንነት ውድብ ህወሓትን ምቅላዕ ጉጅለ ብሄራዊ ክሕደት ናይ ባዕላ ተራ ተፃዊታ እያ ክብል ኣይተ ተወልደ ብርሃን ይጠቅስ። ብቐፃሊ ወየን ብሕትመት ስራሕ ዓብዪ ታሪክ ዝስረሐሉ ብዲጂታል ሚዲያ ኦንላይን ሓበሬታ ስራሕ ዳግማይ ክትዕወተሉ ምዃና እውን ጠቒሱ'ሎ። ሕዚ እውን ሓምሳ ዓመታት ዕድመ ቃልሲ ወየን እንተተብዕል መዛዘሚ ዘይኮነስ መጀመሪ ሓድሽ ምዕራፍ ቃልሲ ከም ዝኾነ እቶም ዋና ዳይሬክተር ይጠቕሱ። ብዝበለፀ ተጠናኺራ ክትሰርሕ ንስነ ፅሑፍ ትግርኛን ቀፃሊ መድረኻት ቃልስን ዝግደስ ሓይሉ ኩሉ ወየን ክዓስል ፃውዒት ኣቕሪባ እያ። ጉዕዞ ሓምሳ ዓመት ታሪክ ቃልሲ ወየን ብዝተፈላለዩ መደባት ከም እተኸብር ብቐጻሊ ጠንካራታት ንምዕቃብ ጎድለታት ንምእራም ከም እትሰርሕ ኣብቲ መግለጺ ተጠቒሱ እዩ። ሎሚ ለይቲ ሰዓት 8:19 ደቂቃ ብኣቆጻጽራ ግእዝ ኣብ ከተማ መቐለ ሓዊሱ ፅዕንትኡ ብርክት ኣብ ዝበሉ ከባብታት ትግራይ ዝነበረ 4.3 ሬክታር ስኬል ዝዓቐኑ ምንቅጥቃጥ መሬት ምንባሩ ጂኦሎጂካል ሰርቬይ ኣሜሪካ ኣረጋጊፁ። ከም ሓበሬታ ጂኦሎጂካል ሰርቬይ ኣሜሪካ ማእኸል እቲ ምንቅጥቃጥ ካብ መቐለ ብኣንፈት ሰሜናዊ ምብራቕ 56 ኪሎ ሜትር ርሕቑ ኣብ ዝርከብ ከባቢ ኮይኑ ዕምቀቱ ድማ 10 ኪሎ ሜትር ዝኾነ ፅልኡ ኣብ ብርክት ዝበሉ ከባብታት ትግራይ ዝተሰምዐ 4.3 ሬክታር ስኬል ዝዓቐኑ ምንቅጥቃጥ መሬት ከም ዝነብር ኣብ ዒስራ ማእኸላት መመዝገቢ ምንቅጥቃጥ መሬት ከምዝተረጋገፀ ሓቢሩ ኣሎ። ብተደጋጋሚ ሰብ ሞያ እቲ ዓውዲ ከምዝምዕድዎ ሕብረተሰብ ተመሳሳሊ ኩነት ከጋጥሞ ከሎ ካብ ተቐፃፃሊ ነገራትን ሓውን ክርሕቕ ኣብ ምንቅስቓስ ዝህልው መካይን ጉዕዞኦም ጠጠው ከብሉ መስታወት ካብ ዝበዝሖም ህንፃታት እውን ካልኦት ጥንቃቐታት ክገብሩ እውን ማዕድኦም ይዝርግሑ። ዝቐጸለ ዕፅዋን ክባን ኣንጻር ትግራይ መሪሕነት ኣብዪ ኣሕመድ መንግስቲ ትግራይ ንኩናት ይዳሎ ሊሉ ስለ ዝሓስብ ናብ ትግራይ ዝኸይድ መጠን ነዳድን ቅርሽን ካብ ዝንክዮ ነዊሕ ግዜ ገይሩሉ ብርግጽ ትግራይ ንኩናት ትዳሎላ ብዝብል ጥራሕ እውን ኣይኮነን ናብ ትግራይ ዝተላእኸ ምህርቲ ናብ ኤርትራ ይሰግር ኣሎ ብዝብል ስግኣት እውን ምዃኑ ተገሊጹ ኣሎ ቅድም ኢሉ ትግራይ ብወርሒ 15 ሚሊዮን ሌትሮ ነዳዲ ካብ ፌዴራል መንግስቲ ትረክብ ነይራ። ካብ ዝሓለፈ ወርሒ ጀሚሩ እዚ መጠን እዚ ናብ 850 ሽሕ ሌትሮ ክወርድ ከም ዝተገደደ እዚ ማለት እውን 7 ሚእታዊ ጥራሕ ምዃኑ እዩ። ኣብ ትግራይ ካብ ዘለዋ ባንክታት 25 ቢሊዮን ጥረ ቅርሺ ወፂኡ ኣብ ኢድ ነጋዶ ስለ ዝኣቶ ባንክታት ብሕፅረት ቅርሺ ይሳቐያ ከም ዘለዋ እውን ይንገር። ነዚ ስዒቡ ዋጋ ሓደ ቅርሺ ኣብ ትግራይ ናብ 0.9 ሳንቲም ክወርድ ተገዲዱ እዩ። ቦርድ መረፃ ኢትዮጵያ ኣብ 2018 ዓ ም ብኣቆፃፅራ ግዘ ንዝካየድ ሃገራዊ መረፃ ስዒቦም ትግራይ ካብ ብሕዚኡ ኣብያተ ፅሕፈት ናቁጣ መረፃ ከተዳሉ ዝገልፅ ደብዳቤ ናብ ግዜያዊ ምምሕዳር ትግራይ ልኢኹሎ ንውድብ ህዝባዊ ወያነ ሓርነት ትግራይ ካብ ሕጋዊ ውድብ ዝሰረዘ ቦርድ መረፃ ኢትዮጵያ ኣብ ትግራይ ተመዛበልቲ ናብ መረበቶም ከይተመለሱ ግዝኣታዊ ሓድነት ትግራይ እውን እንከይተረጋገፀ መረፃ ንምክያድ ዝጀመሮ ምንቅስቃስ ኣጠናኺሩ ቀፂሉ ይርከብ። እዚ ከምዚ ኢሉ እንዳሃለወ እውን መንግስቲ ትግራይ ገጢሙ ንዘሎ ፋይናንሳዊ ፀገም ንምእላይ ውሽጣዊ ዓቕምታት ንምድልዳል መርሃ ግብሪ ኣዳልዩ ልዕሊ 10 ቢልዮን ብር ወይ ከዓ ሃፍቲ ንምትእኻብ ወፍሪ ምጅማሩ ኣብ ናይ ትማል ምድላውና ምጥቃስና ዝዝከር እዩ። እዞም ቅድም ክንብል ዝጠቐስናዮም ኩሎም ነጥብታት ብዘይካ ነዳድን ሸቐጥን ናብ ኤርትራ ይሰግርሎ ዝብል ክሲ ኩሎም ኣብ መወዳእታ 218 ዓ ም ብኣቆፃፅራ ግእዝ ማለት እውን ጥቅምቲ 24 213 ዓ ም ብኣቆፃፅራ ግእዝ ኩናት ቅድሚ ምውልዑ ዝነበሩ ምዕባለታት ወጥሪ ኢትዮጵያን ትግራይን ምንባሮም ግልፂ እዩ እዚ ኩሉ ምዕባለታት ኣንፀላልዩ ኩናት ናብ ጫፍ በሪ ኣብ ዝቐልቀለሉ ዘሎ እዋን ብሌተናል ጀነራል ታደሰ ወረደ ዝምራሕ ግዜያዊ ምምሕዳር ትግራይ ግን ኣዲስ ኣበባ እንተኸደ ካሊእ መቐለ እንተተመለሰ ካሊእ ቅዋም ብምሓዝ ነቲ ኩነታት ሸለል ብምባል ዳግም ከምቲ ናይ 2013 ከይተደለና ኩናት ተወሊዑ ንዝብል ሓሳብ ንምንፅብራቕ ብወገን ትግራይ ሓድሽ ሓደጋ ኣንፀላሊ ከም ዝርከብ ይንገሩ። መሪሕነት ውድብ ህዝባዊ ወያነ ሓርነት ትግራይ ኮነ ሰራዊት ትግራይ ኣብዚ ጉዳይ ብንቕሓት ድልውነቱ ከስጥም ሓድነት ህዝቡ ናብ ዝነበሮ ክመልስ ክሰርሕ ግድን ኣብ ዝኾነሉ ባይታ ዝበፅሐሉ እዋን ይመስል። እዚ ምስ ዝኸውን ግን ትግራይ በትሕዝ ዘለቶ ቁመና ማለት እውን ዝተበታተነ ዓቕሚ ሒዛ ፀላእ ንዝገብሮ ምንቅስቓስ ንምምካት ዝኽእል ዓቕሚ ክህልዋ ኢልካ ምፅባይ የዋህነት እዩ። ዝቐጸሉ ጸለመታት ኣንጻር ላዕለዎት ኣዘዝቲ ሰራዊት ምክልኻል ትግራይ ካብ ቀረባ እዋን ጀሚሩ ኣንጻር መሪሕነት ትግራይ ኣንጻር መሪሕነት ውድብን ሰራዊት ትግራይን ዝተፈላለዩ ወፍርታት ከካየድ ዝጸንሐ ነጣፊ ማሕበራዊ ሚድያ ዝኾነ ብርሃነ ገብረ ገርግስ ልፍዓት የተስፋለን ወይ ከዓ ሰብ ዝሰኣነ ሰብ ኣብ ትሕቲ ቀይዲ ምእታው ስዒቡ ኣንጻር ላዕሎት ኣዘዝቲ ሰራዊት ምክልኻል ትግራይ ካብ ሓቂ ዝረሓቐ ሓሶት ሓበሬታ እንዳተንጸባረቐ ይርከብ። ብርሃነ ገብረ ገርግስ ምስ ምጅማር ጽምዶ ተታሒዙ ኣብ ትሕቲ ቀይዲ ኣትዩ ኣብ ዝነበረሉ እዋን ናብ ፌዴራል መንግስቲ ተመሓላሊፉ ንክወሃበ ፖሊስ ኮሚሽን እውን ወሲኑ ንዝገብሮ ዝነበረ ምንቅስቓስ ንምምካት ሰራዊት ትግራይ ብዝገበሮ ተጋድሎን ገለ ኣመራርሓን ውልቀ ሰባትን እውን ብዝገበርዎ ከቢድ ተቃውሞ ካብ ቤት ማእሰርቲ ክወፅእ ምክኣሉ ዝዝከር እንትኸውን ኣብቲ እዋን ልምንታይ ተፈቲሑ ልምንታይ ናብ ፌደራል መንግስቲ ተመሓላሊፉ ዘይተውሃበ ዝብል ተቃውሞ ዘስምዑ ዝነበሩ ኣካላት ሕዚ ከዓ ግልብጥ ኢሎም ልምንታይ ንላዕሎት ኣዘዝቲ ሰራዊት ምክልኻል ትግራይ ኮነ መርሕቲ ውድብ ህወሓትን ግዜያዊ ምምሕዳር ትግራይን ተፃሪፎም ኣብ ትሕቲ ቀይዲ ኣትዩ ዝብል ሕቶ ብምልዓል ምስ መንግስቲ ኤርትራ ነቲ ጉዳይ ብምትእስሳር ሰፊሕ ናይ ፕሮፓጋንዳ ወፍሪ እንዳካየዱ ይርከቡ። ምስዚ ጉዳይ ተታሒዙ ዳዊት ከበደ ዝተብሃለ ጋዜጠኛ ኣብ ዝዘርግሖ ሓበሬታ ብርሃነ ገብረገርግስ ኣብ ትሕቲ ቀይዲ ምእታዉ ፖሊስ ትግራይ ኮነ ሰራዊት ትግራይ ዝፈልጦ ነገር ከምዘየለ ጠቒሱ ኣሎ። ግዜያዊ ምምሕዳር ትግራይ እውን ኣብዚ ጉዳይ ምንም ዓይነት ኣፍልጦ ከምዘይብሉ ዝጠቐሰ እንትኸውን ብርሃነ ገብረገርግስ ኣብ ትሕቲ ቀይዲ ዝኣተወሉ ምክንያት ጀነራል ምግበይ ሓይለ እዩ ክብል እቲ ጋዜጠኛ ክጠቅስ ተራእዩ ኣሎ። እዚ ደማ እቲ መቐጸልታ ንሰራዊትን ኣዘዝቲ ሰራዊት ትግራይ ነጽልካ ናይ ምጥቃዕ ናይ ምጽላመ ወፍርታት ምዃኑ እንዳተጠቐሰ ይርከብ። ቅድሚ ሕዚ ኣይተ ጌታቸው ረዳ እውን ብተመሳሳሊ ንላዕሎት ኣዘዝቲ ሰራዊት ምክልኻል ትግራይ እንዳነጸልካ ናይ ምጽላምን ሹም ናይ ምጥፍፋእ ስራሕቲ ክሰርሕ ዝጸንሐ እንትኸውን መቐጸልታ ናይዚ ብዝመስል መልክዑ እውን ብርሃነ ገብረ ገርግስ ዝተኣሰረሉ ምክንያት ጀነራል ምግበይ ሃይለ ከም ዝኾነ ክጠቕሱ ተራእዮም ኣለዉ። ብርግጽ ብርሃነ ገብረ ገርግስ ንጀነራል ምግቢ ሓይለ ብሱም ነጺሉ ብተደጋጋሚ ክጸርፍን ከናሽውን ዋላ እኳ እንተተረኣየ ነዚ ከም መበገሲ ብምግባር ህዝቢ እውን ክኣምን እዩ ብዝብል ጀነራል ምግቢ ሓይለ ብናይ ውልቀ ቂሙ ንብርሃነ ገብረ ገርግስ ኣብ ትሕቲ ቀይዲ እትዎ ዝብል ፈጺሙ ዘይተረጋገጸ ካብ ሓቂ ዘረሓቐ ብዕራይ ወለደ ዝመስል ሓበሬታ እንዳሰራጨው ይርከቡ።